ብጣዕሚ ህዝቢ ተቖጢዕሉ ዝነበረ ምክሕሽሽ መልሲ ሂቡ። ሰላምታ ኣይረሳዕኩን ክቡራት ቤተሰበይ ከመይ ኣለኹም ደሓን ዲኹም በብዘለኹምዎ ሰላም ፍቕሪ ቅሳነት ራህዋ እናተመነኹ ንዚ ገዛ ሓደሽቲ ዝኾንኩም ከምቲ ልሙድ ላይክ ሸር ሳብስክራይብ ብምግባር ሃናፂ ርኢቶኹም ኣይፈለየኒ ክብለኩም ይፈቲ። እምበኣርከስ ናይ ሎምዓንቲ ኣድያና ወይ ከዓ ትሕዝቶና ብዛዕባ ሚኪ ሕንሹሽ ሓውና ኮይኑ ኣብ ዝሓለፈ ሚኪ ሕንሹሽ ብፅቡቕ ደስ በሃሊ ነገራት ኢና ንፈልጦ ንህዝቡ ንኽሕግዝ ማለት እዩ። ስለዚ ክቡራት ቤተሰበይ ኣብ ዝሓለፈ ሚኪ ሕንሹሽ ሓውና ገንዘብ በሊዕኻና እሞ ልፅጉማት ኢልና ዝሰደድናዮ ዝብሉ ብዙሓት ሕቶታት ይርእይ ነይረ ማለት እዩ። ይኹን ደኣ እምበር ኣነ እውን ቪድዮ ሰሪሐሉ ነይረ እየ። ምኽንያቱ ልምንታይ ኢኻ መልሲ ዘይትህበሉ እዚ ነገር እዚ መብዛሕትኡ ሰብ ይፅበ ኣሎ ናትካ እና ገንዘብ በሊዕኻልና ይብሉኻ ኣለዉ። ኢለ ዝሰራሕክዎ ቪድዮ ነይሩ እዩ ክቡራት ቤተሰበይ ማለት እዩ ምኽንያቱ እዚ ቆልዓ እዚ ብጣዕሚ ዘኽብሮን ዝፈትዎን ሓወይ እዩ ከምኡ እውን ለደታትና ንስድራ ስውኣት ኣብ ጎነን ዝኾነ ጠንካራ ሓውና እዩ እስካብ ንሕንፃፅ ከይዱ ናብ ብዙሕ ከባብታት ብጉልበቱ ብዝተፈላለየ ፃዕሪ እናገበረ ዝርከብ እዩ ማለት እዩ። ስለዚ ክቡራት ቤተሰበይ ሚኪሕንሹሽ መልሲ ሂቡ ኣሎ ኣብዚ ቅንያት ሚኪሕንሹሽ ገንዘብና በሊዑልና ዝብል ኣብዚ መርበብ ክዛወር ኣብ ፌስቡክ ኣብ ቲክቶክ ኣብ ዝተፈላለየ ነይሩ ማለት እዩ ሚኪሕንሹሽ ከምዚ ኣብ ዝተውሃለሉ መልሲ ኣይሃበን ነይሩ ንመዓልትታት ጸጥ ኢሉ ጸኒሑ እዩ ማለት እዩ። ኩልና ደሞ ንምንታይ መልሲ ዘይትህብ ኢልና ተቆጢዕና ኔርና ኢና። እቶም ዝለኣኹዎ ደቂ ከተማ ሰንዓፈ ኮሎግዛይ ይበሃሉ። ኣተኣኻኺቦም ንዝተጸገመ ወገናትና ትግራይ ኣብጽሕልና። ኢሎም ኣርባዕተ ሚእትን ዒስራን ኣርባዕተን ሽሕ ብር ልኢኽናሉ ኢሎም ምክሕንሽሽ ደሞ ድሕሪ መዓልትታት ናብ እሙይ እንሆም ፀጋ ብምኻድ ብኣካል ከይዱ ረኺቡ ቪድዮ ሰሪሑ እቲ ሓቂ ተናጊሩ ኣሎ ማለት እዩ። ስለዚ ክቡራት ቤተሰበይ እቲ ዝሃብዎ መልሲ ደሞ ብርግጽ ከም ዘውጽሖ ከምኡ ውን ኣጋጣሚ ኮይኑ እዛ መድሂንኣለም ቆላሕ ዝብል ኢልኩሙኒ ሚድያ መዘራረቢ ኮይና ዝነበረት ኣሻዓይታኣ ከም ዘውጻሕኩዋ ኢሉ ንጽር ኣቢሉ ሓሳቡ ወይ ከዓ ርእይትኡ ሂቡ ኣሎ ማለት እዩ። እቲ ቪድዮ ናባኹም ከብሎ እየ ክቡራት ቤተሰበይ። ብሓቂ ማንም መልእኽተኛ ዝኾነ ዝተልኣኸ ብሓደራ ከብጽሕ ኣለዎ ኣበይ ንመን ከም ዘውጽሖ ክነግር ደሞ ኣለዎ እቶም ለገስቲ እቲ ገንዘብ ኣበይ ከም ዝበጽሐ ንመን ከም ዝተውሃበ ክፈልጡ ኣለዎም ደቂ ከተማ ሰንዓፈ ኮሎግዛይ ሕቶኹም ደሞ ተመሊሱኩም ክኸውን ብዓልቲ ምልእቲ ተስፋ እየ ኩቡራት ቤተሰበይ ላብዙ ቪድዮ ከብለኩም እየ ሰናይ ፅንሒት። እሞሽ ጸጋ ኣብ ሚድያ እማ ኣብ ሚድያ ቅርሽና በሊዕካና ደቂ ሰንዓፈ እንድዮም ደቂ ሰንዓፈ ኣውራጃ ኣኮሎጉዛይ እዞም እዞም እዞም ናይ ቅድም መውዚ ዕስራን ገለን ኩንታል ዘምጻኹሎማ ኣብ ሚድያ ቅርሽና በሊዕና ቅርሽና በሊዕና ሜኪ ኢሎም ኣብ ሚድያ ይፅሕፉ ኣለው ሪኤዮም ነይረ እንደገና ኣጋጣሚ ኮይኑ ከዓ ናባኺ ዘረብዓን ሓሙሽተን ኩንታል ርዙይ እንደገና ካብ ኣሕዋትና ገበር ሰናይ ሰላሳ ሽሕ ሒሳብ ኣትዎም እንደገና ካብ ጀርመናዊ ሓውና እንደገና ዘምፅዎ ከብፅሕ እየ መፅየ እኔኹ ናብሞይ ፀጋ ኮይኑ ግና ኣሕዋተይ መላእ ዓለም ዘለኹም ንዓይ ተኻታተልቲ ግዱሳት ተጋሩን ኤርትራውያንን ኣሕዋተይ እንዲኹም ኣብ ሚድያ ዝብሃል ዘሎ ሚኪ ሕንሽሽ ገንዘብና በሊዕና ሚኪ ሕንሽሽ ገንዘብና ኣብፀሐልና ንተፀጎም ዝበልናዮስ ኣበሊዕና እዚ ብያቆብ ዝብሃል ሓውና ብዋትሳብ መፂኡ ኣርባዕተ ሚእትን ዕስራን ኣርባዕተን ሽሕን ሽዱሽተ ሚእትን ገለን ቅርሺ ኣብፀሐለይ ንዝተፀጎሙ ሃበለይ ባዕልኻ ሪኢኻ ኢልኒ እሺ ኢልና ወዲና ተዛራሪብና ብስልኪ ኣዋጊዕና ኣብ መዝገብ ሒዘዮ እየ ተረዲእኩም እንደገና ኣጋጣሚ ኮይኑ ኣብዞም ካብዞም ዝምዝግቦም ሃምዚ ገይረይ ኣበይ እኒሀ መሲልኩም ምናቱ ኣብዚኣ እኒያ ሬዋ ተደሊታ እኒያ ካብኡ ደቂ ሰነ እንታይ ይብል መሲሉኩም ቱ ለውጻሕ ኩሉ ናባኺ ከውጽሖ ከለኹ ግዜ ቅድሚ ክንደይ ወርሒ ጌርና ዋይ ሳልሳይ ወርሒ ሓሊፉ ዶ ይኸውን ወይ ኣርባዕተ ወርሒ ወይ ገለ ኣሞይ ጸጋ ክሕግዛ ከለኹ እንዲያም መድሃኒ ኣለም ቆለ ሒልካ ኣሞይ ጸጋ ለሃበትካ ፎቶ ኢሉ መናጋገር ዝነበረ ግዜ ሽዑ ከምጸላ ከለኹ ስሳን ሸውዓተን ሽሕ ስሳን ሸውዓተን ኩንታል ሩዝ ሽዑ እዩ ዝኹነታት ማለት እዩ ኣብዚኣ እኒኣ እታ መዝገብ ስምዕዋ ደቂ ሰንዓፈ ኣውራጃ ኣኮሎጉዛይ ነበርቲ ደኒማርክ ብ። እዚ ቪድዮ ሰሚዕኹምጎ ከም ትኾኑ በዓልቲ ምልእቲ ተስፋ እየ ክቡራት ቤተሰበይ ስለዚ ከም ዝተቀበላ ብዘይቲ ይኹን ብሩዝ ይኹን ብዝተፋላለየ ሓገዝ ከም ዝኸደን እየን ዝዛረባ ዘለዋ ዘን ኣደዋና ማለት እዩ ስለዚ ሚኪ ሓውና እውን ናይ ሰብ ሓሳብ ናይ ሰብ ርእይቶ ክጸሓፈካ እንከሎ ከይድካ እዚ ነገር እዚ መልሲ ስለ ዝሃብካሉ ብጣዕሚ ኢና ነመስግን። ምኽንያቱ እቲ ህዝቢ እውን ብርግጽ ሰሪሑ ጽዒሩ ከምጽእ እንከሎ ንሕዋትና ንጽጉማን ሓግዝልና ክብል እንከሎ ንስኻ ኣብቲ ዝወዓሎ ቪድዮ ቃሪጽካ ሸር ክትብሎ ትክክለኛ እዩ ማለት እዩ ስለዚ ክውራት ቤተሰበይ ብሓቂ እዚ ሓውና ኩለና ፈሪድናዮ ነይርና ኢና ከምኡ እውን ንምንታይ ሓሳብ ዘይህብ ልምንታይ ኮፍ ኢሉ ሱቅ ኢሉ እናተፅሓፎ ኢልና ብዙሓት እውን ተቆጢዕና ነይርና ኢና ማለት እዩ እምበኣርከስ ክውራት ቤተሰበይ ኣደና እንሆም ፀጋይ ትገንዘብ ከም ዝኣተወን ኣሻሓይቱ እውን ኣጋጣሚ ናይ መድሂንኣለም ፎቶ ሂበ ከም ዝሰደድክዎ ኢለን ሓሳበን ሂበን ኣለዋ ማለት እዩ። ስለዚ ስለ ዝነበረና ጸንሒት እዚ ይመስል ነይሩ። ብዝቕጽል ብኻሊእ ትሕዝቶ እስካብ ንመጽእ ስሰናዩ ንዓኹም እናበልኩ ንዚ ቪድዮ እንተፈቲኹምዎ ላይክ፣ ሸር፣ ሳብስክራይብ ብምግባር ሃናፂ ርእይቶኹም ኣይፈለየኒ ክብለኩም ይፈቲ። ብጣዕሚ ኢና ንፈትወካ ብጣዕሚ ኢና ነኽብረካ እሕዋትካ ሚኪ ሓወይ ቀፅለሉ እቲ ትገብሮ ዘለኻ ሰናይ ተግባር ክብለካ ይፈቲ። ክቡራት ቤተሰበይ እቐዲመ ብትገብሩለይ ምትባዕ ኣዝየ እየ ዘመስግን። ይፈትወኩም እየ ንኩልኩም ሳብስክራይብ ደሞ ዓሰርተ ኣርባዕተ ከይ ኣትየ ኣለኩ ክብረት ይሃበልይ ዘም ኣሕዋተይ ሕጂ ውን ናብ ዓሰርተ ሓሙሽተ ከይ ንቀፅል ሰናይ ቅንያት።